እምበኣርከስ ንሎሚ ሒዝናልኩም መጺእና ዘለና ብዛዕባ እቲ ጸሊም ብርሃን እንዳ ተባህለ ዝጽዋዕ ኣብ ሓምሳታት ምስ ጸዓዱ ኤሜሪካውያን ፊት ንፊት መሰል ጸለምቲ ክሕለው ዝተጣበቀ ማልኮም ኤክስ ኢና ሒዝናልኩም ቀሪብና ዘለና ምሳና ንክትጸንሑ ብክብሪ ንዕድም ቅድሚኡ ግን ሳብስክራይብ ብምግባር ርእይቶኹም ውስ ከተብሉልና ንላቦ። እቲ ጸሊም ብርሃን ኣብዚ ዳሕረዋይ ግዜ ካብ ጽልእን ፍቕሪ ዝሰብኽ ዋላ እኳ እንተኾነ ብዙሓት ግን ከም ሓያል እዮም ዝዝክርዎ ብማልኮም ኤክስ እዩ ዝፍለጥ እንተኾነ ግን ሙሉእ ስሙ ማልኮም ሊትል እዩ ዝበሃል። ንሱ ግን ነቲ ዝጠፍአ ናይ ጸለምቲ መንነት ይውክለለይ እዩ ብምባል ኣብ መንጎ ስሙ ኤክስ ፊደል ኣእተወላ። ወላዲኡ ንማልኮም ደጋፊ ናይ ማርክስ ጋርሻይ ክኸውን እንከሎ ናይ ሃይማኖት ሰባኺ እዩ ድማ ዝነበረ። ኣብቲ እዋን እቲ ብጸዓዱ ዝምራሕ ብናይ ጸዓዱ ልዕልና ዝኣምን KKK ዝተባህለ ሰልፊ ብተደጋጋሚ ነቲ ትምህርቲ ክገድፎ መጠንቀቕታ ይሰድሉ ነበሩ። ሓደ ምሸት ኣቦ ማልኮም ሓደጋ ማኪና ኣጋጢምዎ ፓራላይዝ ክኸውን እንከሎ ነቲ ጉዳይ ዝመርመረ ፖሊስ እቲ ዘጋጠመ ሓደጋ ኮነ ኢልካ ዝተገብረ ዘይምዃኑ እኳ እንተሓበረ ስድራ ቤት መዋቲ ግን ነቲ ሓደጋ ኮነ ኢልካ ዝተገብረ ምዃኑ እዮም ጥርጣራታቶም ዘቕርቡ ኣቦ ማልኮም ድሕሪ ቁርብ ኣዋርሕ ብሞት ምስ ተፈለየ እታ ስድራ ናብ ዓዘቕቲ ድኽነት ተሸመት በዚ ምክንያት ከዓ ማልኮም ትምህርቲ ከቋርፅ ተገደደ ናብ ጭው ዝበለ ዕውድነት ድማ ተፀንበረ ብኡ ንብኡ ውሉፍ ዕጸፋርስ ኮነ። ኣብ ምክፋል ዕጸፋርስን ስርቅን ክነጥፍ ጀመረ። ኣብ ዘይውጽእ ዓዘቕቲ ድማ ተሸመ። ሕልምታቱን ራኢታቱን ብምርሳዕ ከኣ ከምቶም ብዙሓት ጸለምቲ ኤሜሪካውያን ናይ ጽዩቕ ወልፊ ብምዃን ንህይወቱ ኣብ ወልፊ ኣንበራ። ማልኮም ካብ ዕለታት ሓደ እዋን ብስርቂ ተኸይሱ ኣብ እስርቤት ተዳጎነ። ንዓሰርተ ዓመታት ከኣ ተፈርደ። ከም ኣመሉ'ውን ኣብቲ እስርቤት ባህርያቱ ኣይቀየረን። ወትሩ ህውከት ዕገርገር ከምኡ ድማ ነቲ ዝለመዶ ዕጸፋርስ ብምስኣኑ ባህርያቱ ኣዝዩ ኣሸጋሪ ኮነ። ነዚ ዘስተብሃሉ መታእስርቱ ድማ ሰይጣን ዝብል ሳጓ ሰየምዎ። ኣብዚ እዋን እዚ እዩ እምበኣር ማልኮም ምስ ሓደ ቢምቢ ዝተባህለ ሰብ ኣማኒ ምስልምና ክራኸብ ዝበቕዐ። ቢምቢ ንማልኮም ኣብ ህይወቱ ከም ጩራ ጸሓይ እዩ ዝነበረ። ቢምቢ ንማልኮም ኩሉ ግዜ ንምንታይ ከምዚ ትኸውን ኣለኻ? እዞም ጸዓዱ እኮ ንስኻ ከምዚ ክትኮነሎም እዮም ዝደልዩ። ብምባል መዓልታዊ ክመኽሮ ጀመረ። ነዚ ናይ ቤት ማእሰርቲ ግዜኻ ተጠቀመሉ፣ መጽሓፍቲ ኣንብብ፣ ካብዚ ዘለኻዮ ወልፍታት ከኣ ነብስኻ ሓራ ኣውጽኣያ ብምባል ኣተባብዖ። እቲ ካብ ትምህርቲ ንነዊሕ ተኣልዩ ዝጸንሐ ማልኮም ከኣ ምኽሪ ናይ ቢምቢ ክሓስቦን ክስወጦን ጀመረ። ክሳብ የዒንቱ ዝደክም ከኣ ቀትርን ለይትን ከይበለ ብዙሕ መጽሓፍቲ ኣንበበ። ከም ውጽኢቱ ድማ ማልኮም ንፉዕን መሃርን ሰብ ኰነ። እንተ ቐነቐንቶ ኣፎም ዘትሕዝ ንጸላእቱ ድማ ርእሶም ዘድንን ሓያል ሰባኻይ ኰነ። ሓዊ ሓዊ ዝጨኑ ናይ ኤላይጃ መሓመድ ዝተባህለ መራሒ ናይ ምስልምና ምንቅስቓስ ኣባል ኰይኑ ነቲ ምንቅስቓስ ተጸንበሮ። ሃይማኖቱ ድማ ኣማኒ ምስልምና ኰነ። ኣብ ሻድሻይ ዓመቱ ኸኣ ካብ ቤት ማእሰርቲ ሓራ ወጸ። ብዛዕባ መሰል ጸለምቲ ከኽብርን ክከራኸርን እውን ጀመረ። ናይ ጸዓዱ ልዕልና'ውን ኮነነ፣ ናይ ዝኾነ ኣፍ ሰብ ከትሕዝ ዝኽእል ብርቱዕ መዳራይ'ውን ኮነ። ብዙሓት ከኣ ክስዕብዎ ጀመሩ። ነቲ ብዝኾነ መንገዲ ናጽነትና ጥራይ ኢና ንደሊ ዝብል ዕላማ ማልኮም ድማ ኣሽሓት ሰዓብትን ኣድነቕትን ኣጥረየ። ነቶም ጸዓዱ ናጽነትና ክህቡና እዮም ኢሎም ብተስፋ ዝጽበዩ ዝነበሩ ጸለምቲ ከኣ ኣይትዓሽዉ፣ ናጽነት ትውሰድ እምበር ኣይትወሃብን እያ ብምባል ከነቓቕሖም ፈተነ። ኣብ ጋዜጣታት እዚ ንጸዓዱ ይጸልእ እዩ እናበሉ ክወቕስዎ ጀመሩ። እንተኾነ ግን ማልኮም መመሊሱ ዝንኡ ሰማይ ዓረገ። ኣብ ሽሕን ትሽዓተ ሚእትን ሓምሳን ሸሞንተን ከኣ ምስ ቤቲ ሻቫዝ ዝተባህለት ወይዘሪት ተላለየ። ቤቲ ሻቫዝ ኣድናቒት ማልኮምን ኣባል ማሕበሩን ነበረት። ናይ ክልቲኦም ሌላ ዋላ እኳ ሓጺር እንተነበረ ኣመና ግን ይፋቐሩ ነይሮም። ካብ ዕለታት ሓደ መዓልቲ ማልኮም ተሌፎን ብምድዋል ሃሎው ቤቲ በለ። ቤት ብግዲኣ ኣቤት ሓው ማልኮም በለቶ። ማልኮም ዘረብኡ ብምቕጻል ንመርዓ ድልውቲ ዲኺ እትብል ሕቶ ኣቕረበላ። ቤት ድማ ብዘይ ውልውል እያ ንመርዓ ድልውቲ ምዃና ዝገለጸቶ። ማልኮም ከኣ ቅልጥፍ በሊ ግዜ የብለይን ብምባል ኣብ ሓጺር ግዜ ቃል ኪዳን ኣሰረላ። ብድሕርዚ ማልኮም ኣብ መላእ ኣሜሪካ ዝንኡ ጥሪ ዝበጽሐ። እንተኾነ ግን ነዚ ናይ ማልኮም ህቡብነት ኤላይጃ መሓመድ ኣይፈተዎን፣ ምኽንያቱ ማልኮም ልዕሊ ኤላይጃ መሓመድ ህቡብ እናኾነ ስለዝመጸ። ማልኮም ድማ በንጸሩ ልዕሊ ኤላይጃ መሓመድ ክርእ ዘይደሊ ኣብ ኩሉ መደራታቱ ባዕሉ ዕለተይ እናበለ እዩ ዝገልጾ ዝነበረ። ኣብቲ ግዜ እቲ መዛረቢ ማዕከናት ዜና ኮይኑ ዝነበረ ቅትለት መራሒ ኣሜሪካ ዝነበረ ጆን ኤፍ ከነዲ ሰብ ዘዘሩ እዩ ዝዓጽድ ብዘስምዕ መልእኽቲ መደረ ኣስምዐ። በዚ መደረ ምክንያት ከኣ ምስ ኤላይጃ መሓመድ ኣይተሰማምዑን። ንስኻ መን ኮንካ ኢኻ ከምዚ ኢልካ ትዛረብ ክብል ንማልኮም ኣዋረዶ። ኤላይጃ መሓመድ ዘይ ከምቲ ዝምህሮ ካብ ብዙሓት ደቂ ኣንስትዮ ወሊዱ ከም ዝኸሓደን ማልኮም ምስ ፈለጠ ብዙሕ ብምጉሃይ ነቲ ምንቅስቓስ ገዲፍዎ ወጸ። ብድሕሪዚ ነቲ ኣብ ህይወቱ ብዙሕ ለውጢ ዝገበረሉ ናይ ሜካ ጉዕዞኡ ኣሃዱ ኢሉ ፈነዎ። እቲ ኣብኡ ዝረኸቦ ፍቕርን ሕውነትን ብዘይ ኣፈላላይ ናይ ሕብሪ ቆርበት፣ ኣዝዩ ድማ መሰጡ። ድሕሪ መገሻ ናይ ሜካ ድማ መጸውዒ ስሙ ናብ ኣልሓጅ ማሊክ ኣልቫቫዝ ለወጦ። ብኣጋባብ ዘይብሉ ኣዘራርባ ጸዓዱ ሰይጣውንቲ እዮም ዝብል ዝነበረ ማልኮም ብሰላማዊ መንገዲ ንናጽነት ክሰብኽ ጀመረ። ኣብ ሽሕን ትሽዓተ ሚእትን ስሳን ኣርባዕተን ዓመተ ምህረት ማልኮም ናይ ጸለምቲ ኣሜሪካውያን ማሕበር ብምቛም ቃልሱ ቀጸለ። እዚ ከምዚ ኢሉ እንከሎ ድማ ናይ ኤላይጃ መሓመድ ማሕበር ጎኒ ጎኑ ቃልሲ ኣይቋረጸን። ማልኮም ናቱ ጉጅለ ብምፍላይ ዘይተዋሕጠሎም ጉሩብ ናይ ኤላይጃ መሓመድ ንክቐትልዎ ብዙሕ ፈተናታት ከካይዱ ጀመሩ። ንገዝኡ ኣቃጺሎም ከየብቅዑ ድማ ብደቂቕ ክከታተልዎ ጀመሩ። ኣላህ ዝኣዘዞ እንተደኣ መሲልዎ ሓደ ሙስሊም ህይወተይ ከሕልፍ ይኽእል እዩ ኢሉ ተዛሪቡ ዝነበረ ማልኮም ብለካቲት ዕስራን ሓደን ናይ ዓሰርተ ትሽዓተ ስሳን ሓሙሽተን ዓመተ ምህረት እታ ተዛሪብዎ ዝነበረ ዕለት ደበኽ በለት። ኣብ መድረኽ ንደገፍቱ መደረ እናስምዐ ከሎ ድማ ብናይ ተኹሲ መጥቃዕቲ ብዓሰርተ ሓሙሽተ ጠያይት ተሃሪሙ ወደቐ። እቲ ጸሊም ብርሃን ከኣ ጸልመተ። በቶም ቀንዲ ጸላእቱ ዘይኮነ በቶም ናይ ቅድም ፈተውቱ ዝነውን ቅትለት ማልኮም ግብሪ ኮነ። ማልኮም ኣይሞተን፣ ህያው ቃላቱ ክዝከር ይነብር ኣሎ። እታ ድሕሪ ሞቱ ዝተሓትመት ንታሪኽ ህይወቱ እትገልጽ መጽሓፍ ንብዙሓት ፍጡራት ናይዛ ንነብረላ ፕላኔት ምስ ማልኮም ኣላልያቶም።